ሰብ ኣይተደናግር ሞያኻ ኣይኮነን ክእለትካ ኣይኮነን ብዛዕባ ትፈልጦ ጥራይ ተዛረብ ንስኻ መካኒክ ኢኻ መን ፍለጥ ኢሉካ ብዛዕባ ኣብ ካናዳ ስራሕ ኣሎን የለን እዝን ካልእን ኣብዛ ዕስራን ኣርባዕተን ደይመለአት ዕስራን ኣርባዕተን ሰዓት ደይመለአት ደእተኸዋ ቪድዮ ዝጸንሓኒ ኮመንት እዩ ሰብ ተደናግር ኣለኻ እዚ ናትካ ኣይኮነን ግደፈና ንስኻ ኸዓ ሕጂ ንስኻስ ብዛዕባ ስራሕ ዲኻ ትዛረብ ጀሚርካ እስከ በጃኻ ትኽን በል ዘይኮን ኣይትዛረብ እዝን ካልእን ኣብ ውሽጢ ዕስራን ኣርባዕተን ሰዓት ኣደ ይመልእ ገለ ካብቶም ኔጋቲቭ ዝሃቡኒ ርእቶታት እዩ ሕጂ እዝን ካልእን ምኽንያታት ስለ ከም ነቐፌታ ዘይኮነ እዚ ከም ሕርቕርቖት ዓይነት ኮመንት ስለ ትፅሕፉ እዩ ዝበዝሕ ሰብ ከዓ ኣብ ዩቲዩብ መፅኡ ኣብ ቲክቶክ መፅኡ ምኽርን ማዕዳን ወይ ኣገዳሲ ዝበሃል እቲ ብሓቂ ብሓቂ ንሰብ ፅልዋ ዘለዎ ወይ እቲ ኣብ ቀረባና ንሪኦ ሽግራት ክዛረበሉ ዘይመርፅ ዝኾነ ነገር ንዓና ዝጸልውና ዘሎ ብፍላይ ኣብዚ ሰዓት እዚ ብዛዕባ ስራሕ እዩ መናእሰይ ስለ ዝኾንና ማለት እዩ እዚ ኣነ ዝዛረቦ እዚ ኣነ ኣብ ዩቲብ ዝዛረቦ ብዛዕባ ስራሕ ገለ ኢለ ዝዕሎ ከም ዕላል እዩ ንዓይ ምክንያቱ እቲ ኣብ እንዳሻ ከይደ ድዕሎ እዩ ዝነግረኩም ዘሎ ኣነ እቲ ናይ ብሓቂ ሰብ ስራሕ ስኢነ ድብሎ ናይ ብሓቂ ሰብ እንታይ ዳ ክንገብር ኢና ቤን እዚ ከዓ ሓድሽ መፅኡ እዩ ሕጂ ክልተ ወርሒ ጌሩ ግን ስራሕ ስኢኑሲ ግን ሞያ ዶ ይሕሾ ዋላስ ትምህርቲ ዶ ክኣቱ ወይ ስራሕ ክጅምር ግን ከኣ ተሸጊሩ ንፋሚሊ ክሰድድ ደልዩ እዝን ካልእን ከም ኖርማል ካብ እንዳሻ ኬድና ንዕሉ ዕላላት እዩ ሕጂ ብርግጽ እዛ ትሪኣ ዘለኹም ኣብ ላዕሊ ኮመንት እዚ ሰብ እዚ እንታይ ኢሉ ጺሒፍላ ይመስለኩም ማለተይ ሲ ከምኡ ስራሕ ዝነጥፉ ኣለው ካንስሊን ኣብ IRCC ዝብሃሉ ንሶም ከኣ ክዛረብዎ እዩ ጽቡቅ ንስኻ መካኒክ ኢኻ መስለኒ ብዛዕባ መኪና ጥራይ ኣምጽኣልና በጃኻ እዚኣ ቀዳመይቲ ርእይቶይ እያ ካብ ዝሃብክዎ መልሲ እንታይ እዩ ሓበሬታ ምሃብ ሓጥያት የብሉን ሼር ኢንፎርሜሽን ኣብ ኣፍሪቃ ዘሎ ብኸመይ ክፈልጥ ደኣሞ ወይ ከኣ እጃምካ ኣበርክት። እዚ ናተይ ዝሃብክዎ መልሲ እዩ። ብድሕሪ እዚ እንታይ ኢሉ ጽሒፍለይ እዚ ሰብ እዚ ኩሉ ሰብ ማዓዳይ ኮይኑ this is my job I work as a counseling service so he's not qualified I'm just being honest ሕጂ እስኻስ ኳሊፋይድ ኣይኮንካን ወይ ኳሊፊኬሽን የብልካን ምኽሪ ክትህብ መጀመርታ መጀመርታ ዲስክሌመር ሕጂ ክነግረኩም ኣነ መኻሪ ኣይኮንኩን ከምዚ ማዓዳይ ኮይነ ክመፅእ ኢለ ኣይኮንኩን ቀሪበ የግዳስ ኣብ ሚድያ ስለ ዘለኹ ይብል ነይሩ ትብል ነይራ እባሃል ኣሎ ኣይሰልቸወኩም ዲኹም ምስማዕ እዚ ኩሉ ሰብ ዩቲብ ድዕዘብሲ እባሃል ነይሩ ከምዚ ኣትዮም ተባኢሶም ኢሎሞ ፈጊእዎ ኣትያ ከምዚ ኢሎ ኢልዎ እብል ነይሩ ስነ ጠበኛ ከምዚ ኮይኖም ተመርዖም ወልዶም ሓሪሶም ኣይሰልቸወኩም ዲኹም እዚ ምስማዕ ኣነ ሰልችዩኒ እዩ ሱታት ብጣዕሚ ስለዚ እቲ ኣብ ባይታ ሪያሊቲ ገለገለ ሰባት ሳ ሕጂ ኣብ ካናዳ መፂኻ ዘሎ ዘገጥመካ ታዕታዕን ጉያን ስራሕ ምድላይን ካልእ ሂወት ስለ ዝኾነ እንታይ ኣጋጥመካ ንክትዳሎ ኣብ ኣፍሪቃ ንኣብነት ፕሮሰስካ ክልተ ዓመት ትወስድ ተኮይኑ እዚ ግዜ እዚ ካልእ ትረፍ ወይ ትምሃር ዲኻ እንታይ ትምሃር እንታይ ትምሃር ትብል ሕቶ ተደጋጋሚ ዝመፅእ እሞ እንታይ ደኣ ክገብረ እሞ እንታይ ደኣ ኣሎ እንታይ ይሕሸኒ ሕጂ እዚ ዓይነት ሕቶታት እዩ ተደጋጋሚ ዝሕተት። ካንስለር ኣይኮንካን ክትብለኒ ከለኻ ንዓይ ኣነ ካንስለር ኣይኮንኩን ወ መዓስ ወሲድዮ ናይ ካንስለር ኣነ ሜካኒክ እየ ብቐደሙ እውን እኮ ኣነ ሜካኒክ እየ እንዳበልኩ እየ ዝዛረብ ፈላጥ ኮይነ ኣይኮንኩን መፅኤ የግዳስ እቲ ንዓይ ድመስለኒ ርእቶ እየ ድህብ ዘለኹ ርእቶ ካይትሃብ ክትብለ እንትኾንካ ግን እዚ ኣብ መሰለይ ትጥሕስ ኣላ ስለዚ ነዞም ብጣዕሚ ብዙሓት ተሰሚዑኩም ንስኻስ እ፣ ብዛዕባ ስራሕ ተዛሪብካ ኣይትሕረቑ መጀመርታ እሞ ኣይትሕረቑ ማለት ንርእቶ ብርእቶ ኢኻ ንሓሳብ ብሓሳብ ኢኻ ትገጥሞ እምበር እናነደርካ ፀርፊ ስኻ መንፍለጥ ኢልካ በሉ ሓደ ንምስጢር ክነግረኩም እቶም ምሁራት ኣብ ቲክቶክ ወይ ዩቱብ ወፂኦም ኣይዛረቡን እዮም ዘለዉ እቶም ምሁራት ዶካትር ነርሲን ዝሰርሓ እቶም ዶካትር ዝሰርሑ እቶም ኢንጂነራት ዝሰርሑ ዘለዉ መፂኦም ኣብ ዩቱብ እንታይ ብካናዳ እንታይ ትገብር ከም ኣይዛረቡን እዮም ትፈልጡ ዶ መን እዩ መፅዩ ምሁር መይቢ ሓንቲ ዶክተር ሻሮን መፅያ ትዛረብ ኣላ መይቢ የለውን ከማን መፅኦም ምኽሪ ድህቡ ብሞይኦም የለውን ብዙሓት ምክንያቱ ዝኾነ ክዛረብ ተጀሚሩ ርእሲ ርእሶም ስለ ትረኽብዎም ከመይ ኢሎም ክዛረቡ እቲ ክገጥ- ክገጥመካ ዝኽእል ኣብ ካናዳ እሞ እቲ ትሓትኒ እኮ ኢኻ ሕጂ ኣነ ካንስለር ኣይኮንኩን እንተኾነ ግን ካንስለር እንተ ኮንካ እዚ ናተይ ነሕዋተይ ኢለ ዘምፅኦ ዘለኹ ቪድዮ ባህ ተዘይበለካ ፀገም የለን ክፈታ ካሜራኻ ንሃሜዳ ዘርግሕ ባህ ኢልዎ ሰብ ይስማዓዮ ባህ ኣይበሎን ከዓ ይግደፎ እዚ ኮ ነፃ ሰርቪስ እዩ ነፃ ሜድያ እዩ ግድን ስምዓኒ ዝበልክዎ ሰብ የለን ግን ሓርቕኩም መፂኹም ኣብ ናተይ ሚድያ ኖኖ እስኻ ከም ኣነ ኣነ እንታይ ምዃነይ ይፈልጥ ኣነ ሜካኒክ ኢለ እየ ዝዛረብ ግን እቲ ሜካኒክ ምዃነይ ናተይ ፐርሶናሊቲ ኣይኮነን ካልእ ኣሎ ብልዕሉ እዩ ዝመፅእ ግድን ሓደ ስራሕ ስለ ዝሓዝካ እቲ ስራሕ እስኻ መን ምዃንካ ገልፀካ ማለት ኣይኮነን ስራሕ ጥራይ እዩ ንሱ ንገንዘብ መእተዊ ትጥቀመሉ ብልዕሊኡ ሰብ ምዃንካ ሰብኣውነት ሕልና ትምህርቲ ሞያ ካልእ ነገራት ኣሎ። ብል- ካብ ስራሕ ወፃኢ ካልእ ትገብሮ ነገር ኣሎ ሕጂ ምኽሪ ምሃብካ ሓጢኣት የብሉን ኣይትሕረቁ ግን ኣብዚ ቲክቶክ ሲ ብጣዕሚ እዩ ዘሕዝን ነዘን ክልተ ቪድዮ ኣውፅኤን ሲ ነቲ እንታይ ይብላ ኣለኹ ከማን ሲ ክትሰምዑኒ ከማን ኣይከኣልኩምን መን ፍለጥ እዩ ልካ ኢለዮ ኣለኹ ኣነ በቃ ደስ ኣይበልኩም በሉ እቶም ትኹርዩ ኢለዮ ኣለኹ እቲ ደስ ዝበሎ እቲ ብዛዕባ ካናዳ ናይ ብሓቂ እቲ ሂወት ከመይ ኣሎ እቲ ሰብ ከመይ ሓልፎ ኣሎ ክፈልጥ ዝደሊ እቲ ስራሕ ከመይ ምዃኑ ብኸመይ ትርክብ ኣእ ጌና ኣብ ሓደ መዓልቲ ከማን ድውዳእ ኣይኮነን እቲ ብ ኣፍሪቃ ዘሎ ኢየ ከኣ ነቲ ኣፍሪቃ ዘሎ ነቲ ክመጽእ ዝደሊ ነቲ ኣብዚ ኣትዩ ሓድሽ ዘሎ ኢለ ኢየ ከኣ ዝሰርሖ እቲ ቪድዮ መቀዲመኩም ከምኡ ኢለ ኔረ ኢየ እዛ ቪድዮ እዚኣ ንመን ምኳና ንመን ምኳናስ ነጊረ ኢየ ኣብዚ ዓሰርተ ዓመት ዝገበርካ ናተይ ቪድዮ ናይ ስራሕ ከም ኢልካ ተለሊ ክትሪኦ ሚኒንግለስ ኢዩ ትርጉም የብሉን ዓሰርተ ዓመት እንዲሃ ጌርካ እስኻ እምበር ንዓይ ንገረኒ ኣነ ኣርባዕተ ዓመት ድገበርኩ ንዓይ እስኻ እምበር ንዓይ ተሐክየኒ የግዳስ ዘይከውን ስቅ ኢልካ ኣፍካ ዝሃበካ ሪኢቶ ሓደ ሓደ ግዜ ድገሙ ኣንብብዎ እቲ ትጽሕፎ ካንስለር እየ እናበልካሲ ንዓይ ብላዕሊ ኣይትዛረብ ክትብለን ሸም እዩ እንታይ ማለት እዩ ትዛረብከ እቲ ኣብ ሰዓት እዚ እኮ ዝቐልጠፈ ኢንፎርሜሽን ክሓልፍ ተኮይኑ ብሜድያ ሰብ ዝዛረበሉ ዘሎ ሰብ እዩ ኣነ ብዛዕባ ካንስለር ናይ ጥዕና ኣይኮንኩን ዝዛረብ ዘለኹ እንታይ ትገብር እንታይ ክትገብር ትኽእል ብሕፅር ዝበለ እቲ ሰብ ከዓ ቲክቶክ ስለ ዘሎ ሕጂ ሕጂ ካ ትረኽቦ ሕጂ ክቐርቡ ኣይድያ ትህቦ ክንደይ ሰብ ኢኻ ትፅሕፈለይ ንዓይ ቴክስት እንተ ደኣ እቲ ሰብ ንዓይ ፅሒፍለይ ባህ ደይበለኩም ግን ካሜራኹም ምኽፈቱ ንስኹም ከዓ ናትኩም ሚድያ ብናትኩም ፐርሶናሊቲ መፂኹም እዝን እዝን እሂን ምሂን በሉ ንምንታይ ግን ንዝጀመረ ሓደ ሰብ ኣብ ሜድያ ወፂኡ ዝተዛረበ ርእሲ ርእሱ ካልኣይ ከዓ እዚ ናተይ ሜድያ እዩ ናተይ ባህ ኣይበለካ ናተይ ኣቀራርባ ደስ ኣይበለካን ወይ ኣነ ዝብሎ ዘለኹ ባህ ኣይበለካን ዳሰይ ቻነል ትቕይር ኪድ ናብ ነሽነሽ ፀሃይቱ ተመርዓ መን እያ ተመርዓ ገለ ክብለካ ኪድ ናብኡ ዳሰ ናብ ኬፍ ድሃበካ ትኸይድ ስለዚ ብዘይ ሚዛናዊ ዝኾነ ዘይርትዓዊ ዘረባ ሒዝኩም ኣብዚ ኮመንት ኣይትምልእዋ ከምዚ ዓይነት ኣተሓሳስባ ተለኩም ኣይት ዋላ ኣይትምፁ ኣብዚ ኮመንት እንተ ክትፃረፉ ትደልዩ ኮንኩም ኪዱ እቲ ክሰምዕ ትደሊ ግን ክንደይ ኣለዎ ክንደይ ኣሎ ኣብ ኣፍሪቃ ኮይኑስ እንታይ ይፅበየኒ ካናዳ ዝብል ምስ መጸ ክሪኣ ኢዩ ክሳብ ዝሪኣ ግን እዚኣን እዚኣን ትጽብየካ ኣላ እሞ ተኺኢልካሲ ዝኮነ ሞያ ተማሃር እዚኣ እሞ ክሪኣ ንባዕላ ደስ ዘይበሎ ከ ባህ ይበሎ እቲ ደስ ዝበሎ ኣነ ነቲ ክሰምዕ ዝደሊ ነቲ ክፈልጥ ዝደሊ ንእሽተይ ነገር ተሕሊፈ ናተይ ጉበይ ገይረ ኣለኹ ከም ዝኾነ ሰብ ይበሃል ኣሎ እብሉ ነይሮም ኢሎሞም መጺኦም ሓሊፎም ከምኡ ዶ ይበልኩ ደኣ ደሊኻ እሱ ሰልቹና እዩ ደጊም ቁም ነገር ጣይና ክንዛረብ ንቐጽል እዚ ሕጂ ደምጻልኩም ዘለኹ ኩሉ እቲ ገለገለ ካብቲ ኮመንት እዩ ካብቲ ዝበሉኒ ማለት እዩ ኣንብብዎ ማዕረ ክንደይ ከም ሕብረተሰብ ሲ ንሓሳብ ዘይምቕባል ስታይ ከድና ኣለና ከዓ እስኪ ይረዳኣና ማለት ሓደ ሰብ ንእሽተይ መደብ ተቕሪቡ ሲ ኣብቲ ዝቐርብ ዘሎ እንታይ ተባሂሉ እጠቕመና ይጠቕመና እንዳ እምበር መን ኣምፅዎ ብዘይገድስ ግድን ሓደ ሰብሲ ኣብ ሓንቲ ነገር ጥራይ ተዛረብ ክትብሉካ ኣይትኽእልን ኢኻ ብዝኾነ እዛ ቻፕተር ኬንውሓ እዚ ዓይነት ርእቶታት ትፅሕፉ ዘለኹም ግን ተቆጠቡ ካብዚ ብጣዕሚ ሸም ኣይትዛረብ ንሰብ ኣይበሃልን እዩ እንታይ ክኢልኩም ግን ወስኹሉ ነታ ናተይ ቪድዮ ምፅኹም ቤን ከምዚ ኣልካ ነርካ እሞ እቲ ክኸውን ዘለዎ ከምዝን ከምዝን እዩ ካናዳ ከምዝን ከምዝን እዩ ኣነ ካንስለር ስለ ዝኾንኩ እዝን እዝን ክውስኸልካ እያ ከምዚ ከ- ክንዲ ትሕግዝ ትውስኽ ናትካ እጃም ትገብር እሞ እቲ ናተይ ጌጋ እንድሕር ርኢኻዮ ካብኡ ዝበልፅ ናትካ ሰሪሕካ ካ ተቕርብ ብዝኾነ ክቡራት ተኸታተልቲ እዝን ከምዚ ዓይነትን ርእቶ እናመፀና ኢና መደባት ነቕርቦ ኣብ ኣም፣ ኣብ ሜዳ ክሳብ ዘለና ንኩሉ እ፣ ክንፀሮ ኢና ብዝኾነ ኣብ ቀፃሊ ብካልእ መደብ ክሳብ ንራኸብ እዚ ወድሓንኩም ሰሰናዩ